ሰላም ንዓኻትኩም ይኹን ህዝቢ እግዚኣብሔር ኣብ ዝሓለፈ ግዜና ሕጊ ንመፍረስቲ ሕጊ ንኹሉ ሰብ ዚረትዕ ሕጊ ካብ እግዚኣብሔር ተዋሂቡ እዩ እሞ ነቲ ዝጀመርናዮ ሎምዓንቲ ብምቕጻል ሕጊ ንመፍረስቲ ሕጊ ኢልና ካብ ቃል ኣምላኽ ክንርኢ ኢና መበገሲ ጽሑፍና ዝነበረ ከም ትዝክርዎ ኣብ ቀዳማይ ጢሞቴዎስ ምዕራፍ ሓደ ቁፅሪ ትሽዓተ እዩ እግዚኣብሔር ቅዱስንኡ እዩ ጽድቁ እዩ ቅድም ዘርኢ ምክንያቱ እግዚኣብሔር ዝባላዕ ሓዊ ስለ ዝኾነ ምስ ዝባላዕ ሓዊ ክነብር ምስ ጻድቕን ቅዱስን ክነብር ዝኽእል ወላ ሓደ ሰብ የለን ሓጥእ ምስ ኣምላኽ ክነብር ኣይክእልን እዩ እምበኣር ምስ ኣምላኽ ክነብር ዝደሊ ናብ ኣምላኽ ክቐርብ ዝደሊ ቅድም ካብ ሓጢኣቱ እዩ ክጸሪ ክነጽህ ዘለዎ ኣምላኽ ፍቕሪ እዩ እኳ እንተበልና ግን ፍቕሪ እኳ ይኹን እምበር ከምዚ ዋላ እንተ እናፈተኻዮ ነቲ እተፍቅሮ ህጻን ቆልዓ ምስ እልፊ ውጽኣቱን ምስ እልፊ ጭቅኡን ርስሓቱን ተደባሊቑ እንተደኣ ጸኒሑካ በዛ ኢዱ እንጠልጢልካ ወይ በዛ ጨርቂ ጨርቂ መትሓዚ እንተረኺብካ እንጠልጢልካ ብማይ ሓጺብካ ከም እትሓቑፎ እግዚኣብሔር ከይሓጸበ ኣይሓቁፍን እዩ። እግዚኣብሔር ከየፅረየ ከይቀደሰ ኣይቅበልን እዩ ስለዚ ኣብ ሓጢኣቱ እናተቐመጠ ኣብ ከንቱነቱ እናተመላለሰ ንሰብ የፍቅረካ እዩ ክትብሎ ከለካ ሓደ ሓደ ግዜ ይደናገር እዩ ብፍላይ እዞም ፀዓዱ የቐንየለይ ይብሉኻ ኣምላኽ የፍቅረካ እዩ እንተልያ እንተኢልካዮም ቴንኪዩ ይብሉኻ ኖ ኣምላኽ መላገጺ ኣይኮነን። ነፍሲ ወከፍ ሓጢኣተኛ እዩ ብሓጢኣቱ ክርዕድን ክፈርህን እዩ ዘሎ። እግዚኣብሔር ተመስገን ይኹን። እግዚኣብሔር ቅዱስ እዩ። ስለዚ ሕጊ ንመፍረስቲ ሕጊ ክንብል ከለና ኩሎም እቶም ሕጊ ዘፍረሱ ኣብ ቅድሚ እግዚኣብሔር ደው ክብሉ ከም ዘይክእሉ ኣብቲ ምስክርነትና ኣብትን ህይወትና እውን እንተኾነ እዚ ክንፈልጥ ይግብኣና እዩ። ኣብ ቀዳማይ ጢሞቴዎስ እዩ መበገሲና እሞ ከምዚ ይብል ኣብ ቁፅሪ ትሽዓተ እንታይ ኢሉ ሕጊ ንመፍረስቲ ሕጊ እምበር ንፃድቕ ከምዘይተሰርዐ ካብ ፈለጥናስ ንዘይእዙዛትን ኣምላኽን ዘይፈርሁ መን እዮም እቶም መፍረስቲ ሕጊ ዘይእዙዛትን ንዘይፈርሁ ንኣምላኽ ንዘይፈርሁን ፍርሃት ኣምላኽ ንዘይብሉን ስለዚ ምእዛዝ ሓለቓ ስልጣን ኣየር ኣብቶም ደቂ ዘይምእዛዝ ካብ ዓየ እሞ ፍርሃት ኣምላኽ ካብ ዘይሃለዎም ነቶም ትዕቢተኛታትን ንኣምላኽ ዘይፈርሁን ኣምላኽ የፍቅረኩም እዩ ምባል ላግፂ ኮይኑ ይስምዓኒ ስለዚ ሰብ ንኣምላኽ ክፈርሆ ቅድም ኣለዎ ንቐተልቲ ንኣምላኽ ዘይፈርሁ ንሓጥኣንን ኢሉ ስለዚ ሰለስተ ደረጃ ጠብፂቡ ኣሎ እንታይ ንዘይእዙዛትን ኣምላኽ ንዘይፈርሁን ንሓጥኣንን ምስ በለ ድሓር ናብ ዝርዝር ይኣቱ ንርኹሳትን ንቐለልትን ንቐተልቲ ኣቦኦምን ንቐተልቲ ኣዲኦምን ንቐተልቲ ነፍሲ ነመናዝር ግብሪ ሰዶም ንዝገብሩ ንሸየጢ ሰብ ንሸየጢ ኩሊት ሰብ ንሓሰውቲ ብሓሶት ንዝምሕሉ ሓደ ካልእ እውን ምስቲ ጥዑይ ትምህርቲ ዝጻረር እንተሎ ንኣታቶም እዩ እንታይ እሞ ንኽኹኖም እወ ኮኒንዎም ጥራይ ኣብኡ ጠጠው ክብል ኣይኮነን እንታይ ደኣ እቲ ርእሱ በቲ ሕጊ ዝኾነነ ስሊኡ ዝተኾነነ ክርስቶስ ክትነግሮ እሞ ክሳዕ ክንደይ ዋጋ ምድሓን ክቡር ከም ዝኾነ፣ ናይ የሱስ ክርስቶስ ናብዛ ምድሪ እዚኣ ምምጻእ ኣማራጺ ዘይብሉ ኣዝዩ ኣድላይን ክቡርን ዓብይን ከም ዝኾነ ክግንዘብ ዝገብሮ ስለ ዝኾነ እየ ዝዛረብ ዘለኹ። እምበኣር ኣሕዋተይ ኣስተውዕሉ፣ እግዚኣብሔር ተመስገን ይኹን። ሕጊ ምስ እግዚኣብሔር ርክብ ኣለዎ ኢልና ኣብ ዝሓለፈ ግዜ ርኢና ኣለና። ሕጊ ንምንታይ ተዋሂቡ ርኢና ኢና ኣብ ዝሓለፈ ግዜ ሕጊ ጥቕሚ ሕጊ እንታይ እዩ ይኸስስ ሓሳዊ ምዃኑ ይረትዕ ይፈርድ ይኹንን ናብ ሞት ከዓ ኣሕሊፉ ይህብ ንቁጥዓ ኣምላኽ ኣሕሊፉ በካ ስለዚ ዕላማ ሕጊ ርኢናዮ ነርና ስለምንታይ ከ ሕጊ ተወሲኹ ሰብ ብሓንቲ ጥራይ እንዳኣለ በዲለ ብካልእ እኮ ደሓነ ምእንቲ ከይብል ምእንትስ ኩልንትኑ ሓደ ጥዑይ ከም ዘይብሉ ምእንቲ ከርኢ ሕጊ ተወሲኹ ሕጊ እምበኣር ንመን ከም ተሰርዐ ተዛሪብና ኣለና እግዚኣብሔር ይመስገን ኣብ ዝሓለፈ ግዜ እንታይ ኢልና ነርና ንሰብ ሕማሙ ከይፈለጥካ ፈውሱ ኣይትህቦን ኢኻ ከየፍለጥካ ስለዚ ሰብ ሕሙም ምዃኑ ክፈልጥ ኣለዎ ናይቲ ፈውሲ ዋጋ ኣጸቢቑ ኣብ ቅድሚኡ ክቡር ክኸውን እዚ ንሕሙማት እምበር ንጥዑያት ክጽውዕ ኣይመጻእኹን ንሓጥኣን እምበር ንጻድቃን ክጽውዕ ኣይመጻእኹን ዝበሎ ኣብ ማቴዎስ ኣሰብሂልና ኣለኹም ከውን ተስፋ ይገብር ኣብ ታሽዓይ ምዕራፍ ማቴዎስ ካብ ትሽዓተ ክሳዕ ዓሰርተ ሰለስተ የሱስ ካብኡ ምስ ሓለፈ ማቴዎስ ዝብሎ ሰብኣይ ኣብቲ በሪ ቶጎ ተቐሚጡ ረኣየ እሞ ሰዓበኒ በሎ። ኣብቲ በሪ ቶጎ ማለት ኣብቲ ኣፍ ደገ ናይ ቀረጽ መኽፈሊ ቤት ጽሕፈቱ ማለት እዩ። ተንሲኡ ኸኣ ሰዓቦ። ኰነ ኸኣ፣ ኣብ ቤቱ ኣብ መኣዲ ምስ ተቐመጠ፣ እንሆ፣ ብዙሓት ተገውትን ቀረጽ መኽፈልቲ ማለት ሓጥኣንን ምስ የሱስ ምስ ደቀ መዛሙርቱን ተቐመጡ። ፈሪሳውያን ከኣ ርእዮም ንደቀ መዛሙርቱ፣ መምህርኩምሲ ስለምንታይ እዩ ምስ ተገውትን ሓጥኣንን ዚበልዕ? በልዎም። የሱስ ግና ሰሚዑ፣ ንሓኪምሲ፣ ሕሙማት እምበር ጥዑያት ኣይደለይዎን ኣይደልይዎን ኣነ ሓጥኣን እምበር ጻድቃን ክጽውዕ ኣይመጻእኩን እሞ ምሕረት ዝፈቱ መስዋእቲ ኣይኮነን ዝብል እንታይ ምዃኑ ኪዱ ተመሃሩ በሎም ከም ሓጢኣቶም ዝተኣመኑሲ ሕድገት ሓጢኣት ከም ዝረኸቡ እዩ ኣብዚ ዘብርሃልና ዘሎ ሓጢኣቱ ዘይእመን ሕድገት ሓጢኣት ኣይረክብን ኣምላኽ ንዕቡያት ይመዓቶም ንትሑታት እዩ ጸጋ ዝህቦም ስለዚ ሰብ ንርእሱ ኣብ ትሕትና ክሳዕ ዘየምጸኤ፣ እቲ ሕጊ ድማ ርእሱ ከድንን እንተ ክሳዕ ዘይገበሮ፣ ሰብ ኣይድሕንን እዩ። ገሊኦም ክብረት ርእሶም፣ ስልጣኖም፣ ሃብቶም ዘዋጽኦም መሲልዎም ኣብ ገንዘቦም ዝጽግዑ፣ ኣብ ስልጣኖም ዝድገፉ፣ ብሰብ ዝእመኑ ብዙሓት እዮም። ግን እዚኦም ኣይድሕንን እዩ። ዝድሕኑሲ እቶም ንርእሶም ሓጥኣን ምዃኖም ዝፈለጡ እሞ መን ደኣ እዩ ከድሕነኒ ንዓይ ንሓጥእ ምሓረኒ ንዝብሉ እዩ ኣብ ሉቃስ ዓሰርተ ሸሞንተ እንታይ እዩ እቲ ተጋዊ ናብ ላዕሊ ከይጥምት ሓፈረ ልቡና ኦም ዓግናኦ ኣምላኽ ናባኻ ከይጥምት ሓፍር ይሓንኽ ኣበሳይ ይፍለጠኒ ንዓይ ንሓጥእ ምሓረኒ ክብል ከሎ ኢኻ ትሪኦ ጳውሎስ ኣነስ ቀዳማዮም ሓጥኣን ከድሕን የሱስ ክርስቶስ እዚ ንኣርኣያ ኩሉ ትዕግስቱ ኣባይ ከርኢ እምበኣር ጸጋን ምሕረትን ኣባይ ብዙሕ ዓዚዙ ኣይትመነ እንተ ዘይብል ንትምኒት ኣይምፈለጥክዎን ነይረ ስለዚ ሓጢኣተኛ እየ ኢሉ ክርታዕ ከሎ ዋይ ኣነ ምጉድር ሰብ ኣድሕነኒ እባ እቲ ኣምላኽ ክብል ከሎ ኢና ንርኢ ነዚኦም ልቦም ንዝተሰብሩ ልቦም ንዝተረትዑ እዩ ጎይታ ዝርከበሎም ንትሑታት እዩ ጎይታ ዝርከብ እግዚኣብሔር ተመስገን ይኹን እምበኣር ሕግን እግዚኣብሄርን ርክብ ኣለዎ ኢልና ኣብ ዝሓለፈ ዝረኣናዮ ከኣ ዘክርዎ። ብሓንቲ በደለኛ ዝኸውን ብኹሉ እዩ በደለኛ ዝኸውን ምኽንያቱ እቲ ኣይትቕተል ዝበለ ኣይትዘሙ ከኣ ኢሉ ሓደ እዩ። ቅድስንኡ ከፍልጥ ኢሉ ዝሃቦ ሕጊ እዩ እምበር እዚኣ ገይረያ ኣለኹ እዚኣ ኣይገበርክዋን ኢልና ብርእስና ንርእስና እንዕቅነሉ ኣይኮነን ምስ እግዚኣብሄር ዘራኽበና ሕጊ ስለ ዝኾነ እግዚኣብሔር ቅዱስ እዩ ካብቲ ቅዱስ ኣምላኽ ዝተዋህበ ሕጊ መንነቱ ባህርያቱ ከርእየና ኢሉ ዝሃቦ እሞ ሕጊ ምስ እግዚኣብሔር ርክብ ኣለዎ ስለዚ ዳዊት ኣነ ንዓኻ ጥራይ በደልኩ ኣብ ቅድሚኻ ድማ እከይ ገበርኩ ክብል ከሎ ዝረእናዮ እምበኣር እዚ ካብ ፈለጥኩምሲ ንርእስኹም በዚ ተረትዑ ቃል ኣምላኽ ሎሚ እናንበቦ ከሎ ሰብ ተኾይኑ እዩ ዘይረትዖ መስትያት እንድዩ ቃል ኣምላኽ ግን መስትያት እናረኣየ ብኡብኡ እናረስዖ ኣብቲ ሕጊ ሓርነት ኣጸቢቑ ክንዲ ዝጥምት እሞ ጉድለቱ ርእዩ ድማ ፍጽምና ናይ ክርስቶስ ርእዩስ ጎና ጎዲለ ኣለኹ ኢሉ ክንዲ ዝእመን ሎሚ ኣንቢቡ ሰሚዑ ጥራይ ዝኸይድ ቁጽሪ የብሉን ኣብ ህይወቱ ድማ ኣብ ሓጢኣት ክመላለስ ትርእዮ ኣብ መጽሓፍ ቅዱስ ኣብ ዘጽኣት ዕስራን ሸሞንተን ዕስራን ትሽዓተን እንደገና ኣብ ዘጽኣት ሰላሳን ሸሞንተን ናብቲ ቅዱስ ቦታን ናብቲ ቅዱስ ተቅዱሳንን ክኣትዉ ከለዉ እቶም ካህናት ኣብ ገበራ ምሕጻብ ኣብቲ ታሕቲ ድማ ብምስትያት ናይተን ደቂ ኣንስትዮ ዝነበረ ኣብቲ ኣብቲ ስፍራ ቤት መቕደስ ዘገልግላ ዝተሰርሐ መስትያት ብታሕቲ ኣለዎ፣ ማይ ድማ ኣብኡ ኣሎ፣ በቲ መስትያት ርእሶም ይርእዩ፣ በቲ ርእሶም ዝረኣይዎ መጠን ድማ በቲ ማይ ይሕጸቡ። እቲ ቃል እቲ ሕጊ ፍጹም ስለ ዝኾነ ምሉእ ስለ ዝኾነ ኣበሳና ከርእየና ከሎ ሽዑ በቲ ማይ ንሕጸብ። እንታይ እዩ እቲ ቃል ከም መስትያት እቲ ማይ ድማ ከም መጽረይ ረስሓት እዚ ድማ ቃል ኣምላኽ እዩ እግዚኣብሔር ተመስገን ይኹን ጽሩይ ማይ ክነጽበልኩም እየ ክብል ከሎ ካብ ማይን ካብ መንፈስን ዘይተወልደ ክብል ከሎ ዝጸምኣ እንተሎ ይምጻእ ክብል ከሎ፣ ንቓሉ፣ ነታ ማሕበሩ ብቓሉ ገይሩ ብምሕጻብ ማይ ምስ ኣጽረያ ክብል ከሎ፣ ኣብ ሓምሻይ ምዕራፍ ኤፌሶን ካብ ዕስራን ሓሙሽተን ክሳዕ ዕስራን ሸውዓተን ክንሕጸብ እዩ ኣምላኽ ማይ ዝህበና፣ ሕጊ ዝሰርዓልና፣ ቃሉ ዝህበና። ስለዚ ሓጢኣት ድማ ኣብ ክልተ እዩ ዝኽፈል፣ እቲ ስዕሮ ሕግን እናፈለጥካ ዘይትገብሮ ሕግን። ሲን ኦፍ ኦሚሽን ሲን ኦፍ ኮሚሽን ተፍርሶ ሲን ኦፍ ኮሚሽን ይበሃል እናፈለጥካ ዘይትገብሮ ሲን ኦፍ ኦሚሽን ይበሃል ስለዚ እንተ በቲ እንተ በቲ ነቲ ቃል ክንሪኦ ከለና ክንገብሮ ዝግባኣና ዘይገበርናዮ ኣይትግበርዎ ዝተባሃልና ዘፍረስናዮ ክንሪኤሉ እሞ ጸጋ ክድግፈና ከሎ ናይ ጸጋ ቁም ነገር በቲ ሕጊ ቢልና ኢና እንፈልጦን እንሪኦን እግዚኣብሔር ዝተመስገነ ይኹን እምበኣር ሕጊ ምስ እግዚኣብሔር ርክብ ኣለዎ ሕጊ ናብ ክርስቶስ ከብፅሓና ቀፅዓይና እዩ ኣራሚና እዩ ሕጊ ተዘይህሉ ሰብ ስዲ ምኸደ ትፈልጡ ዲኹም ኣብ ምድሪ ኤሮጳ ሕጊ ክቡር ስለ ዝኾነ ሰጥ ኢሉ እዩ ዝኸይድ ኣብ ምድሪ ኣፍሪቃ ግን ሕጊ ክቡር ኣይኮነን ሕጊ ትራፊክ ክቡር ኣይኮነን ሕጊ ናይ ቤት ጽሕፈታት ከም ዝግባእ ኣይኮነን ስለዚ ከም ድላዩ ክኸይድ ከሎ ትሪኦ ሕጊ እዩ ኣብ ልዕሊ ሰብ ዝስልጥን ሰብ ኣብ ልዕሊ ሕጊ ኣይስልጥንን እዩ ኣብ ኣፍሪቃ ግን ሰብ ኣብ ልዕሊ ሕጊ ክስልጥን ትሪኦ ሕጊ እዩ ኣብ ልዕሊ ሰብ ክስልጥን ዝግብኦ እምበኣር ነቲ ዘይክእል ግና ከመይ ዝበለ ደገፍ ይህበካ እግዚኣብሔር። ስለዚ ዘይምኽኣልና ድኹማት ምዃንና ከፍልጠና እዩ ሕጊ ተዋሂቡ። ሕግስ ድኻም እዩ ዘፍልጥ እዩ። እግዚኣብሔር ተመስገነ ይኹን ኣብ ሮሜ ምዕራፍ ሓሙሽተ ምዕራፍ ሸውዓተን ምዕራፍ ሸሞንተን ንሕጊ ብስጋ ስለ ዝደኸመ ክገብሮ ዘይኮነሉስ ኣምላኽ ንወዱ ብምስሊ ሓጢኣተኛ ስጋን ከም መስዋእቲ ሓጢኣትን ልኢኹ ነቲ ስጋ ብእኡ በቲ መስቀል ኰነኖ ይብለና። ስለዚ ድኻምና እንፈልጠሉ እዩ ሕጊ። ሰብ ድኻሙ ፈሊጡ እዩ ናብ እግዚኣብሔር ዝጽጋዕ። ስም እግዚኣብሔር ጽኑዕ ግምቢ እዩ እሞ ጻድቕ ጐይዩ ናብኡ ይዕቍብ። ኣብ ጸጋ ኣምላኽ ዝድገፍ ሰብ ብፁዕ እዩ። ኣብ ገላትያ ካልኣይ ምዕራፍ ጴጥሮስ ክግበዝ ከሎ ምስ ረኣየ ጴጥሮስ ኣታ ከምቶም ኣህዛብ ብጸጋ ከም ትድሕን ኣሚንካስ ሕጂ ኣይሁድ ካብ ያዕቆብ ምስ መጹ ድሕር ምሕር ትብል ብሕጊ ዲኻ ጸዲቅካ ነቲ ዘፍረስካ ይኹም ብሓድሽ ትንጥቆ ኣነ ጸጋ ኣምላኽ ኣይንዕቕን እየ ይብሎ ገጽ ንገጽ ድማ ክቃወሞ ከሎ ንርኢ። እግዚኣብሄር እተመስገነ ይኹን። ሰብ ብግብሩ ከም ዝጸድቕ ዝመስሎ ዝፍክር ኣብ ውሻጥኡ ግና ዝሕሱ መን እዩ? ኩሉ ሰብ እኮ ሓሳዊ እዩ። ብሕ- ብግብርና ኢና ንጸድቕ ዝብ- ዝብሉኻ ፈከርቲ መን እዮም እዮም? ኣብ ውሻጥኦም ከዓ ነታ ነብሶም ባዕሎም ይፈልጥዋ። ንርእሶም ብርእሶምሲ ይፈልጥዋ እኳ እዮም። መጽሓፍ ቅዱስ ከዓ ኣየሕልፎምን እዩ። ዋላ ሓደ እኳ ብሕጊ ጻድቕ ኮይኑ ዝተረኽበ የለን። እግዚኣብሔር ተመስገን ይኹን። እምበኣር ወሃቢ ሕጊ እግዚኣብሔር ኣብ ሰላሳን ኣርባዕተን እ፣ ይቕሬታ ሰላሳን ሰለስተን ኢሳይያስ ምዕራፍ ሓምሳ ኢሳይያስ ሓጋግ ሕግን ፈራድን ጎይታ እዩ ክፈርድ ከሎ ድማ በቲ ሕጊ እዩ ዝፈርድ እግዚኣብሔር ተመስገን ይኹን እግዚኣብሔር ስሙ ብሩኽ ይኹን ይብል ኣለኹ ኢሳይያስ ምዕራፍ ዕስራን ሸሞንተን ቅድም ከንብብ እየ ድሓር ሰላሳን ሰለስተን ከንብብ እየ ድሓር ሓምሳ ከንብብ እየ ኢሳይያስ ምዕራፍ ዕስራን ሸሞንተን ንክርስቶስ መለክዕን መፍረድን መዓቀንን ገይሩ ኣቑምዎ ኣሎ እግዚኣብሔር ይመስገን ኣብ ዕስራን ሸሞንተን ኢሳይያስ ቁፅሪ ዓሰርተ ሽዱሽተ ስለዚ እግዚኣብሄር ኣምላኽ ከምዚ ይብል፣ እንሆ፣ ኣብ ጽዮን እምኒ መሰረት፣ ፍቱን እምኒ፣ ድልዱል ዝመሰረቱ ክቡር እምኒ ዅርናዕ እነብር ኣለኹ፣ ብእኡ ዝኣምን ኣይሃድምን እዩ። ኣይክትሃድምን ኢኻ ብእኡ እንተ ኣሚንካ፣ ኣይክትፈርህን ኢኻ ብእኡ እንተ ኣሚንካ፣ ኣይክትሓፍርን ኢኻ ብእኡ እንተ ኣሚንካ፣ ብእኡ እንተ ኣሚንኪ። ፍርዲ ንመዓቀኒ ልሾ ፍርዲ ንመዓቀኒ ጽድቂ ኸኣ ንመለክዒ ክገብሮ እየ እዩ እግዚኣብሔር ፍርዲ ንመዓቀኒ ጽድቂ ኸኣ ንመለክዒ በይናይ ጽድቂ ክንልካዕ ኢና በቲ ናይ የሱስ ክርስቶስ ጽድቂ ስለዚ ኩላህና ክንተርፍ ኢና እምበኣር ክንድሕን እንተ ደኣ ኮይንና ብየሱስ ንእመን ንሱ ጻድቕ ኰይኑ ኣብ ቅድሚ ኣምላኽ ዝተራእየልና፣ ብምኽንያቱ እተላዕለ ድማ ሕድገት ሓጢኣት ዝረኸብና፣ ብኽ ብኣምላኽ ድማ ዝጸደቕና፣ ሳላ የሱስ ክርስቶስ ትምክሕትና የሱስ ዝገበርና ሰብ ክንከውን ምእንቲ። እግዚኣብሄር ይመስገን። እምበኣር እዚ ኻብ ፈለጥኩም ብሩኻት። ብሕልና እናተረታዕኩም ከለኹም ቃል ኣምላኽ እናረትዓኩም ከሎ ከምዘይ ሰማዕኩም ኮንኩም ንርእስኹም እንተጠበርኩማ ኣብ መዓልቲ ፍርዲ ደኣ እንታይ ክትገብሩ ኢኹም ንወንጌል ዘይእዘዙ ደኣ መወዳእትኦም እንታይ ክኸውን ኢሉ ጴጥሮስ ኣብ ቀዳማይ ጴጥሮስ ምዕራፍ ኣርባዕተ ኣብቲ መወዳእታ ቁጽርታት ዘሎ ወንጌል ቀዳማይ መልእኽቲ ጴጥሮስ ምዕራፍ ኣርባዕተ ካብ ዓሰርተ ሸውዓተ እቲ ፍርዲ ኣብ ቤት ኣምላኽ ዝጅምረሉ ግዜ መፅኡ እዩ እሞ ቅድም ኣባና ካብ ዝጅምርሲ እቶም ንወንጌል ኣምላኽ ዘይእዘዙ ደኣ መወዳእትኦም እንታይ ክኸውን እዩ እቲ ጻድቕ ብክርስቶስ ጸደቐ ጸዲቐ እየ ከዓ ዝብል ብሓይለ ገደል ዝድሕን ካብ ዝኸውን እቲ ዓማፅን ሓጥእን ደኣ ኣበይ ክረአ እዩ? ስለዚ እውን እቶም ከም ፍቓድ ኣምላኽ ኮይኖም ሓሳረ መከራ ዝፀግቡ ዘለዉ ሰናይ እናገበሩ ንነፍሶም ኣብ ትእሙን ፈጣሪ ደኣ የማሕፅንዋ ይብል። ስለዚ ናብ ኢሳያስ ክምለስ እዩ መዐቀኒና ናይ ፍርዲ መዐቀኒ ክርስቶስ እዩ። ነቶም ዘይኣምኑ ግና ሕጊ እዩ። ብሕጊ ክትፍረድ ኢኻ፣ ብሕጊ ክትፍረድ ኢኻ። ኣብ ሮሜ እውን ገሊጽዎ ኣሎ፣ ኣብ ካልኣይ ምዕራፍ ካብ ዓሰርተ ክልተ ክሳዕ ዓሰርተ ኣርባዕተ ዘሎ ብሕጊ ክፍረዱ እዮም ኢሉ ኣሎ። እግዚኣብሔር ይመስገን እሞ ኢሳያስ ሰላሳን ሰለስተን እቲ ዝባላዕ ሓዊ እግዚኣብሔር ከመይ ኢሉ ምስ ሓጥኣን ክነብር ይኽእል? ሰላሳን ሰለስተን ቁጽሪ ዓሰርተ ኣርባዕተ ኣብ ጽዮን ዘለዉ ሓጢኣተኛታት ይስንብዱ ኣለዉ፣ ንረሲኣን ድማ ራዕዲ ሒዞም ኣለዉ። ካባናስ ምስ ዝባላዕ ሓዊ ክነብር ዝኽእል መን እዩ? ካባናኸ ምስ ናይ ዘለኣለም ባርዕ ዝነብር ክነብር ዝኽእል መን እዩ? ትሕት ኢሉ ሽዑ ኣብ ቁጽሪ ኣብቲ ታሕቲ እንታይ ይብሎ እግዚኣብሔር ሓጋግ ሕግና እዩ እግዚኣብሔር ከዓ ፈራዲና እዩ እግዚኣብሔር ይመስገን እግዚኣብሔር እምበኣር ሓጋግ ሕግና እዩ እግዚኣብሔር ከዓ ፈራዲና እዩ እግዚኣብሔር ይመስገን ኣብ ምዕራፍ ሓምሳ ስግር ክብል ኣብኡ ድማ እንድሕር ሪኢኹም እንታይ ኣሎ ካብ ሓምሳ ውን ድሓን ናብ ናብ ሓምሳን ሓደን ክሰግር እየ ድሓር ናብ ሓምሳ ድሓን ክምለስ ኣብ ሓምሳ እንታይ ኢሉ ቁፅሪ ኣርባዕተ ሕጊ ካባይ ይወፅእ ብርሃን ንህዝብታት ክኸውን ሲ ፍርደይ ከንብር እየ እሞ ኣታ ህዝበይ ናባይ ኣድህ ኣታ ዓልየተይ ፅን በለኒ ፅድቀይ ቀረባዩ ምድሓነይ ወጺኡ ኣሎ ቀላጽመይ ድማ ንህዝብታት ንህዝብታት ክፈርዱ ደሴታት ክትስፈዋኒ ኣብ ቅልጽመይ ከኣ ኪውከላ እየን ክብል ከሎ ንርኢ ሕጊ ካባይ ይወጽእ እዩ ስለዚ ሕጊ ካብ እግዚኣብሔር ይወጽእ ብኡ ኢኻ ከኣ ክትልካዕ ስለዚ ንርእስኻ ጎደሎን ውድቕትን ሓጢኣተኛን ምዃና እንተ ደኣ ረኺብካያ፣ ብክርስቶስ እንተ ኣሚንካ ትድሕን። ምኽንያቱ ጽድቀይ ቀረባ ኢሉ ኣሎ። ጽድቅኻ እንተ ዘየድሒኑካ፣ ጽድቁ ግና ብክርስቶስ ሎሚ ቀሪቡልካ ኣሎ፣ ሎሚ ቀሪቡልክ ኣሎ። ስለ ሓጢኣትና ሞይቱ ስለ ጽድቅና ድማ ተንሲኡ ኢለ ኣብ ዝሓለፈ ግዜ ሮሜ ሸሞንተ ዕስራን ሰለስተን ክሳዕ ዕስራን ሓሙሽተን ዘሎ ርኣዩ። እምበኣር ብእምነት ካብ ጸደቕና ምስ ኣምላኽ ብጎይታና የሱስ ክርስቶስ ሰላም፣ ዕርቂ፣ ኣለና። እግዚኣብሔር ይመስገን። እምበኣር ኣብቲ ውርድ ኢሉ እንታይ ኢሉ ኣታ ኣብ ልብኻ ሕገይ ዘሎካ ህዝቢ ስምዓኒ ላግዒ ሰብ ኣይትፍሩ ብጸርፎም እውን ኣይትሰንግዱ ይብል ስለዚ እቲ ሕጊ ብመንፈስ ቅዱስ ናብ ውሽጥና ኣትዩ ከኽእለና ንሕጋጋተይ ኣብ ውሽጦም ከእትዎ እየ ናይ እምኒ ልቢ ውፅእ ናይ ስጋ ልቢ ክህቦም እየ መንፈሰይ ድማ ኣብ ውሽጦም ክሕድሮ እየ ንሕጋጋተይን ንፍርድታተይን ንትእዛዛተይን ድማ ከኽእሎም እየ ከፈፅሞም እየ ይብል ኣብ ህዝቅኤል 36 ካብ 24 ክሳዕ 27 እንተንቢብና እግዚኣብሔር ተመስገን ይኹን መብሩኻት ኣሕዋተይ ጎይታ ንሓጥኣን እምበር ንጻድቃን ክጽውዕ ኣይመጸን እሞ ኣብዚ እንሪኦ ዘለና እግዚኣብሔር ብጽድቂ ዝፈርደላ መዓልቲ መዲቡ ስለ ዘሎ ብሓጢኣት ትመላለሱ ትሽገሩ እንተኾይንኩም ኣብ ምዕራፍ ሓምሳ ተመሊሰ ቁድሪ ሸውዓተ እግዚኣብሔር ኣምላኽ ይረድኣኒ እሞ ስለዚ ተጓዕ ኣይበልኩም ድሕር ምሕር ኣይበልኩም ስለዚ ንገጸይ ከምዓረ ገበርክዎ ከምዘይሓፍር ከኣ ፈለጥኩ እቲ ዘንጥቀኒ ቀረባ እዩ እንሆ ከኣ መጽዩ ንሱ ከኣ ክርስቶስ እዩ መን እዩ ደኣ ዝማጎተኒ ብሓደ ንቑም፣ ሰይጣን ክትከስስ ዲኻ ክትመጽእ? እስከ ደው በል ምሳይ፣ ኣብ ቅድሚ እግዚኣብሔር እቲ ዘዝትቐንን ንሱ እዩ። ብመን? ሳላ የሱስ ክርስቶስ። መን ከ እዩ ተጻራሪየይ? ሰይጣን ማለት ብእብራይስጢ ተጻራሪ ማለት እዩ ትርጉሙ። መን እዩ ተጻራሪየይ? ይቕረበኒ እንሆ እግዚኣብሔር ኣምላኽ ይረድኣኒ። ብምንታይ? ብጸግኡ። ብምንታይ? ብመንፈሱ። ብምንታይ ብኢዱ ኣብ ኢሳያስ ኣርብዓን ሓደን ብየማነ ጽድቂ ጽድቂ ኢደይ ዝድግፈካ ኣነ ኢሉ እግዚኣብሔር ተመስግን ኣብዚ ኣርብዓን ሓደን ንድሕሪት ተመሊሰ እንተሪኤ ብጽድቂ ኢደይ ዝድግፈካ ኣነ እዩ እግዚኣብሔር ይባረኽ ስሙ ብሩኽ ይኹን ኣብ ቁፅሪ ኣርብዓን ሓደን ቁፅሪ ሸሞንተ ግና ኸዓ ኣታ እስራኤል ባርያይ ኣታ ያዕቆብ ዝሓሬኹኻ ዘር ኣብርሃም ፈታዊ ኣታ ካብ ወሰናት ምድሪ ዘምፃእኩኻ ካብቲ ኣዝዩ ርሑቕ ፀዊዐ ባርያይ ኢኻ ሓሬኹኻ ኣይንዓቁኻን ዝበልኩኻ ምሳኻ እሞ ይትፍራህ ኣነ ኣምላኽካ እሞ ኣይትሸበር ከበርትዓካ ክረድኣካ ብየማነይቲ ኢድ ፅድቀይ እውን ክድግፈካ እግዚኣብሔር ይድግፈኒ እዩ እሞ ኢሉ ዝኹንነኒ ደኣ መን እዩ እንሆ ኩላቶም ከም ዓለባ ክበልዩ ብልዒ እውን ክበልዖም ኢሉ ከም ዝኸሱ ቀፂሉ ሽዑ እንታይ እዩ ካባኻትኩም ሲሉ ንእግዚኣብሔር ዝፈርህ ንድምፂ ባሪኡ እውን ዝሰምዕ መን እዩ እቲ ብፀልማት ዝመላለስ ብርሃን ከዓ ዝስእን ኣብ ስም እግዚኣብሔር ይወክል ፀዋዕዮ ሽሙ ፀውዕዮ ሽሙ ኣብ ኣምላኸና እውን ይጸጋዕ ክብል ከሎ ንርኢ ሎሚ መን ይጸጋዕካ ሎሚ መን ይረድየካ እምበኣር ኣምላኽ ንዓለም ብጽድቂ ዝፈርደላ መዓልቲ ወሲኑ ስለ ዘሎ ኣምላኽ ንዓለም ብጽድቂ ክፈርዳ እሞ ዝፈርዳ ድማ ብክርስቶስን ብሕግን እዩ እሞ፣ ስለዚ እግዚኣብሄር ኣምላኽ ከምዚ ይብል ኣሎ፣ እንሆ፣ ኣብ ጽዮን እምኒ መሰረት፣ ፍቱን እምኒ፣ ድልዱል ዝመሰረቱ ክቡር እምኒ ኹርናዕ ኣነብር ኣለኹ፣ ብኡ ዝኣምን ኣይክሃድምን እዩ ኢለ ኣቐዲመ ከም ዘንበብኩ ኢሳያስ ዕስራን ሸሞንተን ካብ ዓሰርተ ሽዱሽተ ክሳዕ ዓሰርተ ሸውዓተ ኣብ ግብሪ ሃዋርያት እምበኣር ኢሉ ኣምላኽ ነቲ ዘመን ድንቁርና ኣሕሊፉ በቲ ካብ ምዉታት ዘተንስኦ እሞ ብእኡ ንኹሉ እምነት እናሃበ እምነት ክህበካ እምነት ክህበኪ ዝመደቦ ሰብኣይ ንዓለም ብጽድቂ ዝፈርደላ መዓልቲ ወሲኑ ስለ ዘሎ ሕጂ ኣብ ኩሉ ቦታ ንብዘሎ ሰብ ክቡር ዲ ሕሱር ሃብታም ዲ ድኻ ተባዕታይ ዲ ኣንስታይ ጸሊም ድዩ ጻዕዳ፣ ምሁር ድዩ ዘይምሁር፣ ኣረጊት ድዩ መንእሰይ ንብዘሎ ሰብ ክምስሑ ይነግር እምበኣር ኣነ ህያው እየ ይብል እግዚኣብሔር ኩሉ ብርኪ ክሰግደለይ ኩሉ ልሳን እውን ንኣምላኽ ከመስግኖ እዩ ዝብል ጽሑፍ እዩ እሞ ኩላትና ኣብ ቅድሚ መንበር ፍርዲ ኣምላኽ ደው ክንብል ኢና ኣብ ቅድሚ መንበር ፍርዲ ክርስቶስ ደው ክንብል ኢና። ስለምንታይ ደኣ ንስኻ ኣብ ሓውኻ እትፈርድ? ወይስ ንምንታይ ንስኻ ንሓውኻ እትንዕቕ? እምበኣርሲ ነፍሲ ወከፍ በብናይ ርእሱ ንኣምላኽ ጸብጻብ ክህብ እዩ። ኣሕዋተይ፣ ሕጊ ንሰብ መንነቱ የርእዮ፣ ብሓጢኣት ይረትዖ፣ ርእሱ ክኹንን ይገብሮ፣ ብድሕሪኡ ድማ ንጸጋ ከስተማቕር ምቹእ ኩነታት የዳሉ። ናብ ክርስቶስ ከብጽሓና እቲ ሕጊ ቀጻዒና ኮነ። ብእምነት ንድሕን ሽዑ። እግዚኣብሔር ይመስገን ኣቱም ኩልኹም እትፅዕሩን ፆር ዝኸበደኩምን ኣነ ክዕርፈኩም ናባይ ንዑ ክብለና ከሎ መቐረት ይረክብ እቲ ፃውዒት ትርጉም ይረክብ እቲ ፃውዒት ፀመ እንተሎ ናባይ ምፃእ ክብል ከሎ ትርጉም ይረክብ እቲ መልእኽቲ እግዚኣብሔር ይመስገን ገላትያ ይብል ኣለኹ ሳልሳይ ምዕራፍ ካብ ቁፅሪ ዕስራን ሓሙሽተን ዘሎ ኣንቢበ ክንውድእ ኢና እግዚኣብሔር ይመስገን ኣብ ገላትያ ምዕራፍ ሰለስተ ከምዚ ይብል ካብ ዕስራን ሰለስተን እምነት ከይመፀት ኢሉ ነታ ክትገሃድ ዘለዋ እምነት እናተፀበና ተዓፂና ኣብ ትሕቲ ሕጊ ተሓልውና ነበርና ስለዚ ከዓ ብእምነት ምእንቲ ክንፀድቕሲ ናብ ክርስቶስ ከብፅሓና እቲ ሕጊ ቀፅዓይና ኾነ እምበኣር ትርጉም ዝረክብ ጸጋ፣ ትርጉም ዝረክብ ክርስቶስ፣ ትርጉም ዝርከብ ዝረክብ እምኖት ሕጊ ክህሉ ከሎ እዩ። ክርስ እምነት ምስ መጸት ግና ደጊም ትሕቲ ቀጽዓይ ኣይኮናን። ብክርስቶስ ተጠመቕና ዘበልና ንክርስቶስ ለበስ- ለበ- ንክርስቶስ ለበስኩምዎ እሞ ብእምነት ብየሱስ ክርስቶስ ኩላትኩም ውሉድ ኣምላኽ